ሰላም ሰላም ሰላም ኣምላኽ ንዓኻትኩም ይኹን ሓፍትኹም ምሕረት እየ ሎም መዓልትኻትኩም ብሓድሽ ተመልሰኩም ኣለኹ ሓንቲ ንእሽተይ ሓሳባት ሒዘ ክትከታተሉኒ ተስፋ ይገብር አ፣ ተስ- አ፣ ተኸታተሉኒ ኢኹም እቶም ሓደሽቲ ዝኾንኩም ሳብስክራይብ ላይክ እንዳገበርኩም እተው ኢኹ እቶም ላይክ እ፣ ሳብስክራይብ ዝገበርኩም ለይ ከዓኒ እ፣ ላይክ ግበሩ ኢኹም ላይክ ግበርዎ ናብ ኩሉ ክባፃሕ እ፣ ኣድላይቲ ሓሳብ ኢለ እየ ሓስ- ዝሓስባ ነዛ ዘቕርባ ደለኹ ንኩሉ ሰባት ክትንክፍ ትኽእል እያ እንደገና ከዓ ክትልውጥ ከዓ ትኽእል እያ ተኸታትሉን ኢኹም እሎም መዓልቲ ሓንቲ ንእሽቲ ሓሳባት ሒዘ መፅዮ ዘለኹ ኣይሕዘኩምን እየ ሓፃርያ እሳ ከዓ እንታይ እያ ትብል ዝተረስዐ ቆልዓ እያ ትብል መቸም ክንደይ ሰባት ትኾኑ ዋይ ኣተዓባብያና እኮ ወይ ከዓ ኣነ ዝሓለፍክዎ እኮ ኣነ ዝዓበኽዎ እኮ ኣተዓባብያይ እኮ ንብል ካባይ ወሲኸ ማለት እዩ ብዘየገድስ ምስ ስድራና ንኹን ምስ ኣቦናን ኣዴናን ንኹን ምስ ኣሕዋትና ንኹን ኣብ ስራሕ ይኹን ዋላ ዘኽታማት ክንከውን ንኽእል ኢና መቸም ኮታ ዝተፈላለየ ኣተዓባብያ ዘለና ሰባት ኣለና ብጣዕሚ ዝተፈላለየ ኣተዓባብያ ዘለና እቶም ብፅቡቕ ዝዓበኹም እቶም ባህ ኢሉኩም ኣብ መንጎ ስድራኹም ተንቀባሪርኩም ዝዓበኹም ብሃፍቲ ድዩ ኮታ ከምቲ እንድዒ ከምቲ ዘለዉ ኣብ ዓድና እኳ ስጋዕ ክንድቲ ግን ካልእ እትረፍ ብፍቕሪ ዝዓበኹም ማለት እዩ ግን ብዙሓት ከ ኣለና ማለተይ ንርእሰይ ክውስኽ ስለ ዝደሊ ኣነ ኣለኹም ክብል ኣይደፍርን እየ ንርእሰይ ከእትዋ ደስ ብለኒ እዩ ዋላ ኣብ ዝኾነ ነገር ኣብ ሕማቕ ኹን ኣብ ጽቡቕ ስለ ዝኾነ ብዙሓት ከ ኣለና ብዝተፈላለየ መልክዕ ዝዓበና ማለት እዩ ግን ፍልይ ዝበለ ኣተዓባብያ ዘለዎም ከ ኣለዉ በቃ ክዝክርዎ ከለዉ ኣብ ሂወቶም ኩሉ ግዜ ዘስካሕክሖም ዘሕምሞም እዋይ ናተይ እኳ ዝብሉ ዋላ ኣብ ጽቡቕ ቦታ በጺሖም ከሎስ እቲ በሰላ ወይ ከዓ እቲ ቁስሊ እቲ እቲ ቁስሊ ሓውዩ ናብ በሰላ ምስ ተለወጠ ዋላ እኳ እንተ ደይሕመመካ እቲ በሰላ ሓደ ሓደ ግዜ ሓዊ ምስ ነደድካ ወይ ከዓ ምስ ተሃረምካ እቲ ቁስሊ ሓዊ እሞ በሰላ ይተርፍ እዩ ዘቐንዘወካ ነገር የለን ግን ዘዘክረካ ነገር ኣሎ ምክንያቱ በሰላ ስለ ዘሎ ማለት ሕጂ ብዙሓት ዋላ በሰላ እንዳረኣኹም እሞ ንድሕሪት ትምለሱ ሰባት ክትህልዎ ትኽእሉ ኢኹም ኣርእስተይ እንዲኣ ዝተረስዐ ቆልዓ እያ ትብል ዝተረስዐ ቆልዓ እዚ ቆልዓ እዚ ክሪኦ ደልየ ዘለኹ ኣብ መንጎ ስድርኡ ዝዓበየ ኣብ መንጎ ከመይ ቤተሰብ ዝዓበየ ከመይ ዝኣምሰለ ቤተሰብ ዘለዎ እዩ ኣብ መንጎ ኣሕዋት ዝዓበየ ኣቦኡን ኣዲኡን ዘለዎ ስድራ እዩ ግን እዚ ቆልዓ ተረስዑ ዝተረስዐ ኣብ ቁፅርስ ከም ኣሕዋቱ ከማንሲ ከም ኣብ ቁፅርስ ዘይኣተወ ናብቲ ታሪኽ ክወስደኩም እየ ኩልኹም ትፈልጥዎ ኢኹም ዘይትፈልጥዎ ነገር ኣይኮንኩምን እንተኾነ ግና ብዙሓት ኣለና ኣብ ገዛእ ገዛና ከለና ዘይተቆፀርና ወይ ከዓኒ ከይቆፀሩ ደዕበዩና ወይ ከዓ ደሓን እንዳተባሃልና ዝዓበና ማለት እዩ ከምቲ ዝበልኩኹም ንርእሰ ንገዛእ ርእሰይ ስለ ዘእትዋ ዘለኹ እየ። ከምኡ ድየ ዓብየ ከምኡ ድየ ኣይዓበኹን ወላ ሓንቲ ግን ምስቶም ኣሕዋተይ ምስቶም ከምኡ ዝዓበኹም ምስቶም ከምኡ ትዕብዩ ዘለኹም ወይ ከዓ ከምኡ ምሳኹም ክኸውን ስለ ዝደሊ እየ እግዚኣብሄር ብዝተፈላለየ መልክዕ ብዝተፈላለየ ነገር ዝሕለፈና ሰባት ክንህሉ ንኽእል ኢና ብዝተፈላለየ ግና ብፍላይ ብፍላይ ከዓ ኣብ ግዜ ንእስነትና ወይ ከዓ ኣብ ግዜ ህፃንነትና ወይ ከዓ ኣብ ግዜ እቲ ንእሽቶ ኮለና ንሓልፎ ነገራት ኣሎ መጀመርያ መጀመርያ ስለምንታይ እዩ ከምኡ ዘለኹ እዞም ኣብኡ ብከምዚ ዝዓበኹም እሞ ትሳቀዩ ዘለኹም እሞ ዓቕልኹም ዝፀበኩም ዘሎ ካብዚ ነፃ መታን ክትወፁ ኣምላኽ መንገዲ ስለ ዘለዎ እንደገና ከዓኒ እዚ ኣባኹም ዝተደገመ፣ እቲ ኣባኹም ዝተገበረ፣ እቲ ኣብ ልዕሌኹም ዝወረደ ኣብ ደቁኹም ከይተውርድዎ ኢለ እየ እዚ ዝዛረበሉ ዘለኹ። ካልኣይ ነገር ከዓ ቅርብ ስለ ዝኾነ ስለ ዝኾነ እዚ ሎም መዓልቲ ክዛረበሉ ደልየ ዘለኹ ወዲ ወይ ከዓ እዚ ዝተረስዐ ቆልዓ እዚ ዝተረስዐ መንእሰይ እዚ ዝተረስዐ ዕሸል ቆልዓ ኣብ ካብ ቤተሰቡ ዝተረስዐ ዳዊት ይበሃል። ዳዊት ወዲ እሰይ መቸም ካብ መፅሓፍ ቅዱስ ንላዕሊ ዝምህረና ዝምህረና ነገር ኣሎ ኢለ ኣይገምትን እዩ ዳዊት ሓደ ካብቶም ካብ ሽዱሽተ ኣሕዋት ሻውዓዮም እዩ ነይሩ መስለኒ ንሱ ካብኦም ሓደ ዝነበረ እዩ እቲ ዝነኣሰ ከዓ እዩ ነይሩ ሓደ ግዜ ግን ኣምላኽ ንእስራኤል ዝመርሕ መራሒ ቅብኣለይ ወይ ከዓ ንጉስ ቅብኣለይ ምስ በሎ ንሳሙኤል ካብ ደቂ እሰይ ስፐሲፊክ ገይሩ እዩ ነጊሮ ካብ ደቂ እሰይ ሲ ንጉስ ክኸውን ሲ ቅብኣለይ ኢልዎ ሽዑ ሳሙኤል ዝተባህለ ከዓ ኣብ መፅሓፍ ቅዱስ ኣሎ ኣብቲ ድሓር ኣብ መፅሓፍ ቅዱስ ኣሎ ሳሙኤል ዝተባህለ ከዓኒ ከይዱ ንእሰይ ፀዊዑ ደቅኻ ደቅኻሲ ካብኦም ሓደ ንጉስ ክኸውን እዩ እሞ ወይ ከዓ ክቕባእ እዩ እሞ ኣምፀኣለይ ኢልዎ ንሱ ከዓ ነቶም ሽዱሽተ ኣሕዋቱ ኣምፂኡ ንብምሉ ነቶም ሽዱሽተ ደቁ ሒዙ መፂኡ ናብ ሳሙኤል ኣቕሪብዎም ሓደ ካብኦም እቲ ዝፀበቐ እቲ ዝበለፀ እቲ ምርኡይ ወዲ ነይሩ ንሱ ከዓ እዚ እዩ እዚ እግዚኣብሄር ዝመረፆ ኢሉ ሳሙኤል ንዕኡ እንታይ ሽሙ ገይርዎ ማለት እዩ ጠቂምዎ ማለት እዩ እዚ እዩ በቃ ናይ ኣምላኽ ሰብ ኢሉ ምክንያቱ ሳሙኤል ምዕርግንኡ ርዩ ቁመንኡ ርእዩ በቃ ጠጠው ምባሉ ርእዩ ፅባቄኡ ርእዩ በቃ ኩሉ ነገር ርእዩ እንታይ ገይርዎ እዚ እዩ እዚ እዩ ኣምላኽ ዝሓረየ ኢሉ ንዕኡ ክቐብኦ እ፣ ኣምላኽ ግና እዚኦም ኩሎም ኣይደልዮምን እየ እዚኦም ኣይኮኑን ኢሉ በቃ እዚኣቶም ኣይኮኑን ሓደ ሓደ ግዜ ደቂ ሰባት ኣቃውማና ርእዮም ኣዘራርባና ርእዮም መልክዕና ይርእዮ በቃ ልዕልናና ይርእዮ ሳሙኤል እዚ ይርእዩ ፅባቐ ናይ ናይ ኤልያብ ኤልያብ እዩ ዝበሃል ናይ ኤልያብ ማሪኽዎ ዋላ ሳሙኤል ከይተረፈስ ተማሪኹ እዚ እዩ ንኣምላኽ ዝኸውን ኢሉ ምናልባሽ ኣብ ቅድሚ ብዙሓት ሰባት ደይንረኤ ክንከውን ንኽእል ኢና። ኣብ ቅድሚ ብዙሓት ሰባት ዋጋ ዘይብልና ክንከውን ንኽእል ኢና። ኣብ ቅድሚ ብዙሓት ሰባት ዋላ ደይስምዓና ክንከውን ንኽእል ኢና። ብፍላይ ብፍላይ ከዓ በተዓባብያ ዝተበደልና ብፍላይ ብፍላይ ከዓ በቃ ደሓን እንዳተባሃልና ዝዓበና ደሓን እያ እሳ እኮ ደሓን እያ ብርኽቲ እያ ዋላ ብክፍኣት ዘይኮነ ክኸውን ይኽእል እዩ እሳ ደሓን እዩ ኣይርድኣን እዩ ንሳ ደሓን እያ ብዙሕ ስጋዕ ክንድቲ ኣይትሽገርን እያ ወይ ከዓ ኣይትጭነቕን እያ ትዕግስተኛ እያ ትሕት እያ እንዳተባሃልና ዝተረሳዕና ዝዓበና ክንህሉ ንኽእል ኢና ወይ ከዓ ዝተናዓቕና ከዓ ክንህሉ ንኽእል ኢና እሰይ እሰይ ነቶም ሽዱሽተ ነቶም ሽዱሽተ ደቆም ኣምጺኡ ነቲ ሓደ ግን ገዲፍዎ ደሓር ግን እግዚኣብሄር ንሳሙኤል እዚ ኣይኮኑን ኣምጻለይ ካልእ እዚኦም ኣይኮኑን ኢልዎ ሽዑ ናብ እሰይ ከይዱ ካልእ ዶ ኣለውካ እዮም በቃ ኣምላኽ ሲ ነዚኦም ኣይመረፆምን ካልእ ካልኦት ዶ ካልእ ዝተረፈ ቆልዓ ደለካ እዩ ወይ ዝተረፈ መንእሰይ ዝተረፈ ውላድ ደለካ ኢልዎ ኣቡኡ ኸኣ ናይ ገዛእ ኣቦኡ እሰይ እሱ ኸኣ እንታይ ኢልዎ እወ ሓደ ጓስ ኣለኒ ኣባጊዕ ጓስ እሎ ዋላ ኣቡኡ እኮ እዩ ኣናኣኢስዎ ንዳዊት ሓደ ጓሳ ኣሎ ኣብ በረኻ ኣባጊዕ ጓስ እያ ኣሎ ኣብ ዓድና ቀደም ምጉሳይሲ በቃ ፈቲኻ ከይፈተኻ ትገብሮ እዩ ነይሩ ከይተፈተወ ዝግበር እዩ ነይሩ ጓሳ ክትከውንሲ በቃ ወላ ሓንቲ ዋላ ናይ ስድራኻ ክኾና ክእላ እየን ዋላ ናትካ ክኾና ክእላ እየን ዋላ ናይ ስድራኻ ክኾና ክእላ እየን ወይ ከዓ ጓሳ ተዓሲብካ እውን ክትጓሲ ትኽእል ኢኻ ማለት እዩ እቶም ኣብ ዓዲ ዝነበርኩም ትፈልጥዎ ኢኹም ናይ ጓሳ ትርጉም ግን ሽዑ ሳሙኤል እንታይ ኢሉ ነኖ ሓደ ጓሳ ኣሎ ብሓደ ኣብ በረኻ ኣሎ ጓሳይ ኣባጊዕ ጓሲ ኣሎ ኢልዎ ኣብ በረኻ እዩ ዘሎ ጓሳ እዩ እሱስ ናይ ኣባጊዕ እዩ ብሓፂሩስ ንንግስነት ዝበቅዕ ቆልዓስ ኣይኮነ ንብሎ ኣሎ ብገዛእ ኣቦኡ ብገዛእ ፍሪኡ ብገዛእ ዘርኡ እንታይ ገይርዎ ኣፀኪዕዎ ንዳዊት ጓሳ እዩ ኢልዎ ኣምፃኣለይካ ኢልዎ ኣቦኦም መሪጹ ዘምጽኦምን ሳሙኤል ድመረጾምን እግዚኣብሄር ኣይደለዮምን ስለ ዝኾነ ኣምጸለይ ኢልዎ ነቲ ጓሳ ዳዊት ምስ ኣምፅ- እቲ ጓሳ ከዓኒ ንጓሳ ዳዊት ከዓኒ ኣምፅኦሞ ጓሳ ዳዊት እሰይ እ፣ እግዚኣብሄር ከዓ ንዳዊት ምስ ረኣዮ እንታይ ኢልዎ እዚ እዩ ናይ እስራኤል ንጉስ ዝኸውን እዚ ኢኻ ክትቀብኣለይ ዝደሊ ነዚ እየ ክትቀብኣለይ ዝደሊ ኢልዎ ሕጂ እንታይ ኢና ካብዚ ንምሃር እንተ ደኣ ኢልና ኣተዓባብያና ዝበደለና ዝተሃሰና ሰባት ክንክሉ ንኽእል ኢና ዝተሃረምና ሰባት ክንህሉ ንኽእል ኢና ስቓይ ዘለና ኣብ ኣካልና ኣብ ነፍስና ክንህሉ ንኽእል ኢና ኣነ እኮ ብዙሓት ኣለዉ ብዙሓት ኣለዉ በተዓባቢኦም ዝተበደሉ ብዙሓት ኣለዉ ብገዛእ ስድርኦም ዝተናዓቑ፣ ብዙሓት ኣለዉ ብገዛእ ኣሕዋቶም ዝተናዓቑ፣ ብዙሓት ኣለዉ። የሴፍ እኮ ብሕዋቱ እዩ ተሸይጡ፣ ጓኖት እኮ ሸጥዎን ኣሕዋቱ እኳ እዮም ኣሕዋቱ ክቐትልዎ ወረደልዮም ነይሮም። ደሓር ግን ደሓነ ካብ ንቐትሎ ደም ኣብ ኢድና መታን ከይተርፍ ንነብሶም ነፃ መታው ከውፅኡ እኮ የሴፍ እኮ ንጉድጓድ ኣብ ጉድጓድ ደቐበርዎ ወይ ከዓ ኣብ ጉድጓድ ደእተውዎ በቃ ንመሸጣ ስጋዕ ዝኸውን ስጋዕ ንስደት ትገበርዎ እኮ ኣሕዋት እዮም ኣሕዋት እዮም ነይሮም እኮ ዳዊት ከዓ ብገዛእ ኣቦኡ ብገዛእ ስድርኡ እንታይ ኮይኑ ኣይተፀወዐን ኣምላኽ ሓደ ነገር ክብለኩም ኣምላኽ ከምቲ ሰብ ዝሪኦ ኣይርኢን እዩ ዋላ ኣቦኻ ኹን ዋላ ኣዴኻ ትኹን ዋላ ዝኾነ ትኹን ኣምላኽ ንዓና ይርኤና እዩ ኣምላኽ ኣበይ ኣለኻ ይርኤካ እዩ ብዝኾነ ኹን ተነዓቕካ ክትከውን ትኽእል ኢኻ ዝተዋረድካ ክትከውን ንትኽእል ኢኻ ቃንዛ ስቃይ ዘለና ክንከውን ንኽእል ኢና ዳዊት ካብ ጉስነት ናብ ንግስነት ንዳዊት ንፈልጦ ኢና ኩልና ናይ ዳዊት ታሪክ ደይፈልጥ ዋላ ሓደ የለን ኣስላማይ ይኹን ክስታናይ ይኹን ዳዊት ጅግና ዳዊት ጓሳ ዳዊት በዓል በትሪ ዳዊት እንታይ እዩ ነይሩ ናይ ዳዊት ነገር ተልኩም ንግና ኣይግድሾን እዩ ነይሩ ንሱ ዝገብሮ ዝፈልጥ እዩ ነይሩ ንሱ ቆልዓ ክነሱ እሙን እዩ ነይሩ ኣብ ስርሑ እሙን እዩ ነይሩ ኣብ ኣገልግሎቱ እሙን እዩ ነይሩ ኣብ- ኣብ ኣግ- ኣብ ኣባጊዑ እሙን እዩ ነይሩ ናብ ዝለምዐ ናብ ዝሓሸ ናብ ዝፀበቐ ቦታ እንዳወሰደ ነባጊዑ የብልዕ ነይሩ እቲ ክበልዐን ዝመፅእ ድብን ኣንበሳን ከዓ ይቃለሰለን ነይሩ ኣሕሊፉ ኣይህበንን እዩ ነይሩ ኣብ ስርሑ እሙን እዩ ነይሩ እሰብኽ ኣይኮንኩን ዘለኹ እዚ ኣብ ሂወት ኩላህና ዝበፅሐ እዩ ኣብ ሂወት ነፍሲ ወከፍ ዝበፅሕ እዩ ኣብ ዝኾነ ኹን ዝኾነ ዓይነት እምነት ይሃለወና እግዚኣብሄር ከዓ ወደቦ የብሉን እንዲ ወደቦ የብሉን ንዝኾነ ኣቦ እዩ ኣምላኽ ንዝኾነ ኣቦ እዩ ኣቦና እዩ ስለ ዝኾነ ዳዊት እሙን እዩ ነይሩ ንሕና ኣብ ስራሕና ከመይ ኢና እሙናት ዲና ኣብ እንገብሮ እሙናት ዲና እግዚኣብሄርሲ ክርእየና ይኽእል ዶ ኣብቲ ቦታ እቲ ኮለና ንዳዊት እኮ እስኻ በዚኤን ብዘን እንስሳ እዚኤን በዘን ኣባጊዕ እዚኤን በዚኤን በቃ በዚኤን ዝተኣመንካሲ ንህዝቢ ክትመርሕ ትኽእል ኢኻ ኢልዎ እቶም ካልኦት ግን ዋላ ደቂሶም ዝውዕሉ ነይሮም ክኾኑ ይኽእሉ እዮም ወይ ከዓ ከተማ ከተማ ዘብዝሑ ነይሮም ክኾኑ ይኽእሉ እዮም ዋላ ምሁራት እውን ክኾኑ ክኾኑ ይኽእሉ እዮም ኣብ ቤት ትምህርቲ ዝኸዱ ቦርሶኦም ሒዞም እውን ክኾኑ ይኽእሉ ይኾኑ እዮም ዳዊት ግን ጓሳ እዩ ነይሩ ግን እሙን ጓሳ ኣምላኽ እሙን እንተኮይንካ ካብ ጉስነት ናብ ንግስነት ከሰጋግረካ ናይ ግድን እዩ ካብ ውድቀት ናብ ዕብየት ከልዕለካ ናይ ግድን እዩ እግዚኣብሄር መልዓሊ እዩ ሕጂ እንታይ ክብለኩም እየ ደልየ መስለኩም ኣሕዋተይ እዞም ተሃሲኹም እዞም ተሓሙ እዞም ብንእስነትኩም ተሃሪምኩም እሞ ስጋብ ሕጂ ምንቅስቓስ ስኢንኩም ዘለኹም ዋላ ኣብ ፅቡቕ ቦታ ሃሊኹም ግን ነገራት ኩሉ ከቢድኩም ደሎ እንታይ ክብለኩም እየ ደልየ እግዚኣብሄር መንገዲ ኣለዎ እግዚ ኣምላኽ ከምቲ ሰብ ዝርእዮ ኣይርእን እዩ፣ ከምቲ ኣነ ዝርእዮ ኣይርእን እዩ፣ ከምቲ ኣቦኻ ዝርእዮ ኣይርእን እዩ፣ ከምቲ ኣዴኻ ትርእዮ ኣይርእን እዩ፣ ኣምላኽ ካብ ዝኾነ ዝተፍለየ ስለ ዝኾነ ስለ ዝኾነ ንዳዊት ካብቲ ዝነበሮ ናይ ውርደት ቦታ ካብቲ ዝነበሮ ጉስነት ካብቲ ዝነበሮ በቃ ዝተሓሓተ ቦታ እንታይ ገይርዎ ናብ ንግስነት ኣምፅዎ እግዚኣብሔር ሕጂ እቲ ቀንዲ ከዛርበኒ ደልዮ እቲ ቀንዲ ከዛርበኒ ደልዩ ደሎ እዚ ንሕና ንዓና ዝበጽሓና እዚ ንዓና ዝተሃረምናዮ እዚ ንዓና ኣብ ህይወትና ዝወረደሞ ስጋዕ ሕጂ ዘሳቕየና ደሎ ካብዚ ወጺእና ንዝመጹ ደቅና ከምኡ ከየጋጥሞም ክንሰርሓሉ ኢለ እየ። ትፈልጡ ዲኹም እዚ ትማሊ ኣብ ካናዳ ክልተ ደቂ ቀቲሉ ዘሎ በዚ በዚ ምክንያት እዩ ከማን እዚ ናብ ርእሰይ መፂኒ ክልተ ደቂ ቀቲሉ ዘሎ ገለገለ ሰባት እንታይ ይብሉ እዮም ጭንቂ ብሰሃራ ስለ ዝመፃእና ብከምዚ ስለ ዝመፃእና ብርግፅ እዚ ኩሉ ኣሎ ብርግፅ እዚ ኩሉ ኣሎ ግን ሞር እንታይ ይገብር ናይ ዝሓለፈ ሂወት ምኽንያቱ ሓደ ሰብ ተበዲሉ እንተ ደኣ ዓብዩ ፍቕሪ ኣይፈልጥን እዩ። እቲ ምብዳል ጥራይ እዩ ዘሎ ኣብ ውሽጢ። ብስድርኡ ተበዲሉ ወይ ከኣ ብዝሓለፎ ተበዲሉ ወይ ከኣ ብሃገሩ ተበዲሉ ብዓዱ ተበዲሉ ክኸውን ይኽእል እዩ። ሕጂ እቲ ፍቕሪ ዝበሃል ኣብ ውሽጡ ስለ ዘየለ ን ንዝኾነ በቃ ሪስክ ንኽወስድ እንተኣሽሙ የብሉን ማለት እዩ። በቃ ድሕዞ ነገር የለን ሕጂ ስሰብ እዚ ዋላ ኣተዓባብያ በዲልዎ ክኸውን ይኽእል እዩ ዋላ ቁስሉ ዘለዎ ክኸውን ይኽእል እዩ እመኑኒ እመኑኒ መታን ናብ ደቅና እዚ ነገራት እዚ ከይሓልፍ ፕሊስ ክንወልድ ኮለና ከዓ ደሊና ንወለዶም ንኮ ካልኣይ ነገር ከዓኒ ንደቅና ብግቡእ ንሓዞም ንብሙሉኦም ሓደ ዓይነት ጌርና ንሓዞም ሓደ ሓደ ግዜ ቆልዑ እንታይ ኣለዉ ብሩኻት ጥዑማት ኾኑ ወይ ደይ ይዛረቡ ኾኑ እሞ እንታይ ይገብሩ በቃ ጫቕጫቕ ይብሉን እዮም እቲ በዓል ኣፍ እቲ በዓል ቃል እቲ ጫቕጫቕ ዝብል እቲ ሓያል እቲ በዓል ድምፂ እዩ ነታ ገዛ ዝዕብልላ ሕጂ እቶም ኣብ ፀግዒ ኮፍ ኢሎም ዘለዉ ቆልዑ ደሓን እዮም ብሩኻት እዮም ጥዑማት እዮም ንብሎም እሶም ይህረሙ ክህልው ይኽእሉ እዮም። እሶም ኣተንሽን ኣይረኸቡን ኣለዉ። እሶም ተቐባልነት ኣይረኸቡን ኣለዉ። ኣብ ውሽጦም ተቐባልነት የብልናን እዚ እዩ እዚ እዩ በቃ ወሲድዎ ዘሎ ቅድሚ ሕጂ ሰሪሐዮ ነይረ ቆልዓ ከምኡ ኢላሃኒ ነይራ በቃ ንሓፍታ ፀላ እንተኸውቂ እየ ክተበልኳስ ናተይ ቦታ ወሲዳሃለ ኢላሃኒ ስለዝኾነ ብዝተኻእለና መጠን ከምዚ እሰይ ዝገበሮ ንደቁ ነቶም ዘድልይዎ ጥራይ ደምፀኦም ከይኮነስ ንብሙሉኦም እኳ ደኣ ነቲ ስቕ ዝብል እኳ ደኣ ነቲ በቲ ፀግዒ ዘሎ ክንከናኸኖ ይግበኣና እዩ ሕጂ ሎም መዓልቲ እንታይ ክብለኩም ደልየ መስለኩም ብሩኻት ኣሕዋተይ እቶም በቃ ብሕማቕ ወይ ከዓ ኣብ ውሽጥኹም ቁስሊ ዘለኩም ብርግፅ ኣብ ውሽጢና ቁስሊ ዘይብሉ ሰብ እዚ ኣሎ ክንብል ኣይንኽእልን ኢና ብፍላይ ብፍላይ ከዓ ኣብዚ ትውልድ እዚ ካልኣይ ነገር ከዓ ይስዕብ ካብ ኣቦ ካብ ኣደ በቃ ትውልድስ ይወራረስ ሕጂ ኣነ እንታይ ይደልየ ደለኹ ትውልድና እንቕይረሉ ደኣ እምበር ትውልድና እቲ ናህና ዘሕለፍናዮ ዝወርሰሉ መታን ከይከውን እሞ እዞም ኣሕዋተይ ባል ኣብ በቃ ሕማቕ ዝስማዓኩም ዶ ኣሎ ኣተዓባብያይ ዋጋየ ከይተሃለወኒ እኳ እየ ተዓብየ ክትዓቢ ትኽእል ኢኻ እኮ ክዕበ ይከኣል እዩ ክትዓቢ ትኽእል ኢኻ ለማኒ ኮንካ ክትዓቢ ትኽእል ኢኻ ኣብ መንጎ ስድራኻ ኮንካ ክትዓቢ ትኽእል ኢኻ ኣብ ፅርግያ ደቂ ኮፍ ኢሎም ዝዓብዩ ኣለዉ ይዓብዩ ኣለዉ ኣተዓባብዮም ዘሕምሞም ሕጂ ኣብዚ ዝሕምም ከይንነብር ኣብዚ ዝሕምም ኣብዚ ዓዘቕቲ ከይንነብር ኢለ ዋላ ብካልእ ሓሊፍና ኮለና ዋላ ብምህሮ ሓሊፍና ኮለና ዋላ ብዝተፈላለየ መጠን ልዒልና ኮለና ውሽጥና ግን ኣብ ድሕሪ ዝተረፈ ኣለና ብኡ ከዓ ኢና እቲ ኣንገር ወይ ከዓ እቲ ናይ ውሽጥና ዘሎ ነገራት ኣብ ካልኦት ከነውፅኦ ንደሊ ሕጂ ንትውልድና መታን ክንሃንጽ ኢለ ንዓኻ ኸኣ ኣምላኽ ኣለካ እግዚኣብሄር ክሕግዘካ እግዚኣብሄር ክሕልወካ እግዚኣብሄር ምሳኻ እዩ ካብ ጉስነት ናብ ንግስነት ብዝኾነ ነገር በቃ ተሃሪምኩም ዝዓበኹም ኣጆኹም እግዚኣብሄር ኣሎ ምሳኹም ከም እግዚኣብሔር በቲ ናይ ሰብ ዓይኒ ገይሩ ኣይርእየኩምን እዩ ብከምኡ ገይሩ ኣይርእየናን እዩ ናቱ ዓይኒ ዝተፈለየ እዩ ናቱ ኣጠማምታ ዝተፈለየ እዩ ከምኡ ስለ ዝኾነ እዩ ንዳዊት ካብቲ ጉስነት ኣምፅዎ ኖ ኖ ኖ ኖ እዚ እዩ ዝኸውን ንጉስ ኢሉ በቃ እዚ እዩ ዝኸውን እዚ እዩ ዝቕባእ ኢሉ እዚ እዩ ዝመርሕ ኢሉ ጓሳ ባጊዕ ዶ ደኣ ጓሳ ህዝቢ ክመርሕ ይኽእል እዩ ዳዊት ስጋ ሕጂ ንውሉድ ወለዶ ዝኸይድ ዘሎ ትውልዲ ናይ በዓል የሱስ ብምሉኡ ስጋዕ ዝመፀ ትውልዶም ዝቐየሩ በዓል ዳዊት እቶም ምሩፃት እዮም ዝተባህሉ እቶም ብበዓል ሳሙኤል ዝተመርፁ ብበዓል እሰይ በቦታቶም ዝተመርፁ ግን ኣይተመረፁን ኣይተመረፁን ገሊኦምሲ ታሪኾም እኮ ሕማቕ ስለ ዝኾነ ኣጆኹም ክብለኩም እየ ደሊ ኣጆኹም ኣጆና ዋላ ምረት ተለና ፕሊስ ኣጆና ናብ ኣምላኽ ንኺድ በቃ እግዚኣብሔር ምሳና እዩ ፅግዕና እዩ ዋልታና እዩ በጃኹም ብጃኹም ካብ ሕርቃን ዝተላዕለ ኣእዳውና ናብ ካልኣይ ንዘርግሕ ስለ ዘይተረኣና ዘይተሰማዕና ኣነ ፈልጥ ይርዳእካ ስለ ዝኾነ ኣጆኹም ኣምላኽ ምሳኹም እዩ ንዳዊት እንተ ደኣ ካብ ጉስነት ናብ ንግስነት ኣብጽሕዎ ንዓይ ንዓኻ ህይወትና ዘይቅይረሉ ምክንያት ጠጠው ዘይንብለሉ ምክንያት ትውልድና ዘይንቅይረሉ ምክንያት ደቅና ዘይንቅይረሉ ምክንያት እንታይ እንታይ እንታይ እንታይ ኣለና ኣምላኽ ምሳና ካብ ኮነ ሲ መን ይድቃወመና ኢሉ ጳውሎስ ኣምላኽ እንተ ደኣ መሪፁ እኳ ኣምላኽ እንተ ደኣ ደልዩ እኳ ሲ መን ክሕዘካ ይኽእል ብእውነት ኣምላኽ እንተ ደኣ ሃለካ ኣብ ዝኾነ ቦታ ክቡር ኢኻ ኣይክትሪኦን ትኽእል ትኸውን ኣይክሰምዖን ትኽእል ትኸውን ኣይክስማዓካን እውን ይኽእል ይኸውን ግን ኣጆኻ ናይ ዳዊት ዝቐየረ ኣምላኽ ንዳዊት ካብ ጉስነት ናብ ንግስነት ደምፀ ንዓና ከዓ ካብ ውድቀት ካብ ሕምቀት ካብ ዘለናዮ ካብ ቃንዛ ካብ ስቓይ ካብ ዝኾነ ነገር እግዚኣብሄር ከውፀና ይኽእል እዩ ትውልድና ከዓ ክንቅይር ንኽእል ኢና ንሕና ደይገበርናዮ ደቅና ክገብሩ ይኽእል እዮም ንደቅና ከነባራትዕ ንኽእል ኢና ደቅና ከነልዕል ንኽእል ኢና ከም እሰይ ደይኮነ ንደቅና ኣሎፍቲ ክንብሎም ኣለዉ ኢልና ንብምልኦም ደቅና ኣብ ቅድሚ ኣምላኽ ከነቕርቦም ንኽእል ኢና ስለ ዝኾነ ኣብ ደቅ ኣብ ሂወትና ንጠንቀቕ ኣብ ደቅና ከዓ ንጠንቀቕ መልእኽተይ እዚ እዩ ኣጆኹም እግዚኣብሔር ክረድኣና እዩ ኣምላኽ ክረድኣና እዩ ኣጆኹም ንባዕልኹም ንደቁኹም ስለ ዝሰማዕኩምኒ የቐንየለይ ክብረት ይሃበለይ ኣብቲ ዝመፅእ ስጋዕ ንራኸብ